ዝዓዘዘ ሰላምታይ ተቐበሉ ኣብ ኩሉ ኩርናዓት ዓለም ኳንኩም መደባትና ኣብ ምክትታል ትርከቡ ክቡራት ተኸታተልትና ከመይ ቀኒኹም? ንሎሚ ድማ ከም መቐጸልታ ናይቲ እንህቦ ዘለና ስልጠና ኮምፕዩተር ብትግርኛ ዘርእስቱ መደብና ሳልሳይ ክፋል ሒዝናልኩም መጺእና ኣለና እሞ ሰናይ ምክትታል። ቅድሚ ናብዚ ናይ ሎሚ መደብና ምስጋርና ኣብ ዝሓለፈ ካልኣይ ክፋል ናይ ትምህርትና ዝተምሃርናዮ ትምህርቲ ሓፈሻዊ መዘኻኸሪ ክህበኩም ኣብ ካልኣይ ክፋል ትምህርትና ዝተመሃርናዮ ቀዳማይ ሓፈሻዊ ታሪኽ ምዕባለ ኮምፒዩተራት ካበይ ናበይ ከም ዝተጓዕዘ ክንርኢ ፈቲንና ነይርና። ካልኣይ ታሪኽ ምዕባለ ኮምፒዩተራት ካብ ሽሕን ትሽዓተ ሚእትን ኣርባዓታት ክሳብ ሕጂ ኣብ ሓሙሽተ ወለዶታት ወይ ድማ ናይ ግዜ መቓን ከፋፊልና ርኢናያ። ሳልሳይ ድማ ኣሰራርሓን ምስልን ከምኡውን ዝነበረን ኣወንታውን ኣሉታውን ጎንታት ናይተን ኣብ ሽዑ እዋን ዝፈርያ ኮምፒተራት ክንርኢ ፈቲና ማለት እዩ። ሕራይ እምበኣር ሳልሳይ እክፋል መደብና እንሆ ይጅምር። ክቡራት ተኸታተልትና ኣብዚ ቻነል ሳብስክራይብ ብምግባር ናይ ወትሩ ተኸታተልትና ክትኮኑ ድማ ብኽብሪ ደጊመ ይዕድመኩም። ናይ ሎሚ ትምህርትና ኮምፒውተር እንታይ እያ? ወይ ድማ ዋት ኢዝ እ ኮምፒውተር ዝብል እዩ ክኸውን። ኮምፒውተር ኤለትሮኒካዊት መሳርሒት ኮይና ንዝሃብናያ ግብኣት ወይ ድማ ሓበሬታ ናብ ዝደለናዮ ወይ እውን ናብ ዝጠቅም ሓበሬታ ኣመስሪሓ እትህበና ኤለትሮኒካዊት መሳርሒት እያ። እዛ መሳርሒት ነቲ ዘመስርሓቶ ሓበሬታ እውን ክትዕቅበልና ትኽእል ማለት እዩ። ኮምፒውተራት በቲ ዝህቦ ኣገልግሎት ወይ ድማ ጥቕሚ ኣብ ክልተ ከፊልና ክንሪኤን ንኽእል ኢና ተን ቀዳሞት ስፔሻል ፐርፐስ ኮምፒውተርስ ኢልና ንፅውዐን እዚኤን ንኣብነት ከም ዌፐን ኮንትሮል ናይ ሚሳይል ኮምፒተራት ማለት እዩ ዌፐን ኮንትሮል ሚሳይል ኮምፒተርስ ኢልና ንፅዋን ኮምፒተራት ኣብ ትሕቲ ስፔሻል ፐርፐስ ኮምፒተርስ ኢልና ክንከፍለን ከለና እተን ዝተረፋ ማለት እዩ ሞስት ኮምፒተርስ ዩዝድ ኣብ ኦፊስ ድማ ኣብ ኦፊስና ኣብ ገዛና ንጥቀመለን ዝበዝሓ ኮምፒተራት ከምዚ ኣብ ስእሊ ንዕዘቦ ዘለና ድማ ጀነራል ፐርፐስ ኮምፒተርስ ኢልና ድማ ንፈልየን ማለት እዩ ካብ ኮምፒተርና እንረኽቦ ኣገልግሎት ወይ ድማ ጥቕምታት እንታይ እዩ ምስ እንብል ኮምፒተራት ብሰለስተ መንገድታት ክንጥቀመለን ንኽእል። እቲ ቀዳማይ ዳታ ፕሮሰሲንግ ወይ ድማ መልእኽቲ ኣብ ምምስራሕ ማለት እዩ። ንኣብነት ኣብ ስታቲስቲክስ ኣብ ምቕማር ቁፅርታት ንኣብነት ኣብ ፔሮል ወይ ድማ ደሞዝ ናይ ሰራሕተኛታት ኣብ ንዳልወሉ እዋን ደብዳቤታት ኣብ ምፅሓፍ ካልኦት ናይ ቢዝነስ ስርሓት ንምስልሳል። ካልኣይ ኣብ ኮንትሮል ኣብ ምቁጽጻር ወይ ድማ ኣብ ቁጽጽር ከኣ ንጥቀመለን ማለት እዩ። ዝተፈላለዩ መካኒካዊ ኣቑሑት ንምቁጽጻር ከም ሮቦት ኣብ ፋብሪካታት ንምቁጽጻርን ምእዛዝን ንጥቀመለን። ሳልሳይ ካብ ኮምፒተራት ንረኽቦ ኣገልግሎት ከኣ ኣብ ዲዛይን ከምኡውን ኣብ ዴቨሎፕመንት ማለት እዩ። ዝተፈላለዩ ኢንጂነራት ዝተፈላለየ ዲዛይን ንምውፃእን ምፍታንን ቅድሚ ኣብ ባይታ ምምስርሖም ንኣብነት ከም ነፈርቲ ይኸውን ዋላ ገዛውቲ ወዘተ ኣብ ክመስርሑ ከለዉ ኮምፒተራት ይጥቀሙ ማለት እዩ። ስለዚ ኮምፒተራት በዘን ዝጠቐስናየን ሰለስተ መንገድታት ኣገልግሎት ክባና ወይ ድማ ጥቕሚ ክንረኽበለን ንኽእል ማለት እዩ። ቀዳማይ ዳታ ፕሮሰሲንግ፣ ካልኣይ ኮንትሮል፣ ሳልሳይ ድማ ኣብ ዲዛይን ኤንድ ዴቨሎፕመንት ማለት እዩ። ኣብዚ ዘለናዮ ግዜ ዋላ እኳ ነታ ብልምዲ ንፈልጣ ኮምፒውተር ጥራይ ዘይኮነ እተን ኣብ ኢድና ዘለዋ ሞባይል ቴሌፎናት ብፍላይ ድማ እተን ስማርትፎን ኢልና ንፅውዐን ውን እንተኾነ ናይ ኮምፒውተር ኦፕሬቲንግ ሲስተም ከምዝጥቀማ ተገይረን ይስርሓ ምህላወን። ሞባይልና ውን ኮምፒውተር እያ እንተበልና ካብ ሓቂ ኣይረሓቕናን። ስለዝኾነ ኣብዛ ስእሊ እንምልከቶ ውን እዚ ዊንዶውስ ቴን ዝበሃል ኦፕሬቲንግ ሲስተም ኣብ ኮምፒውተር፣ ኣብ ታብለት፣ ኣብ ቴሌፎን ማለት ኣብ ስማርትፎን ውን ከምዝፀዓን ተገይሩ ተሰሪሑ ንሪኦ ኣለና ማለት እዩ። እዚ ማለት ግን ኩለን ታብለታትን ሞባይላትን ሓደ እየን ማለትና ኣይኮነን። እተን ብማይክሮሶፍት ካምፓኒ ዝፈርያ ሞዴል ማለትና ኢና። ሕራይ ቅድሚ ዓይነታት ኮምፒውተራት ምዝራብና ብዛዕባ ክልተ ነገር ክንዛረብ ኢና ማለት እዩ ሓደ ሃርድዌር ዝበሃል ነገር ኣለና እቲ ካልኣይ ድማ ሶፍትዌር ዝበሃል ነገር ኣለና ማለት እዩ ኣብ ኮምፒውተር ሕጂ ሃርድዌር ኢዝ ኤኒ ፓርት ኦፍ ዮር ኮምፒውተር ዳት ሃዝ አ ፊዚካል ስትራክቸር ይብለና ኣሎ ማለት እዩ እቲ ሃርድዌር ኢልና ንፅውዖ ኣብ ኮምፒውተር እቲ ብዓይንና ክንሪኦን በእዳውና ክንድህስሶን እንኽእል ክፋላት ናይታ ኮምፒውተርና ማለት እዩ ንኣብነት ኪቦርድ ኣለዋ ማውዝ ኣለዋ እቲ ስክሪን ንብሎ ኣሎ ዋላ ውሽጣ ምስ ከፈትናዮ እውን ዘለዉ ዝተፈላለዩ ኢንተርናል ፓርትስ ወይ ድማ ውሽጣዊ ኣካላት ናይታ ኮምፒውተር ብዓይንና ክንሪኦምን ብኢድና እውን ክንድህስሶም ንኽእል ኢና ማለት እዩ። እዚኣቶም እንታይ ኢልና ንፅውዖም? ሃርድዌር ኢልና ብሓፈሻ ንፅውዖም ማለት እዩ። ከምዚ ንሪኦም ዘለና ድማ እቶም እዚ ውሽጣዊ ክፋል ናይታ ኮምፒውተርና እዩ ማለት እዩ ሃርድ ዲስክ ኣለና ኣብዚ እቲ ሓበሬታ ክኽዝነሉ ማለት እዩ ሲዲ ድራይቭ ወይ ድማ ዲቪዲ ድራይቭስ ኣለና ሲዲ ወይ ዲቪዲ ደፃወት መሳርሒ እዚ ኣብዚ ከኣ እንታይ ኣለና ፋን ኣላትና ማለት እዩ ናይታ ኮምፒተር ረስኒ ውዑይ ኣየር ንደገ ኣውፅኡ ዝሑል ኣየር ዝስሕብ ማለት እዩ እዚ ፓወር ሳፕላይ ይብለና ኣሎ ንብምሉእ ኮምፖነንትስ ናይዛ ኮምፒተር ፓወር ዝዕድል እዩ ማለት እዩ ኣብዚ ግራፊክስ ካርድ ኣለዉ ዝተፈላለዩ ኣብ ኤክስፓንሽን ስሎት ዝኣትዉ ኣለዉ ድሓር ክንመሃሮም ኢና እዚኣቶም ውሳቶም እዮም እዞም ፒሲኣይ ባስ ዝበሃሉ እዚ ከዓ ብዓብዩ ቦርድ እዚ ከዓ እቲ ማዘር ቦርድ ኢና ንፅዋዖ ኣካል ናይታ ኮምፒተር እዚ ኣብ ድሔርና ኣብ ዝመጽእ ክፋላት ብሰፊሑ ክንመሃሮ ኢና ማለት እዩ ንሕጂ ግን እዞም ክፋላት እዚኣቶም ብዓይንና ክንሪኦም ንኽእል ኢና ከምኡውን በእዳውና ክንደስሶም ንኽእል ኢና ማለት እዩ ስለዚ እዞም ክፋላት እዚኣቶም ኩሎም እንታይ ኢልና ንፅውዖም ኢንጀነራል ሃርድዌር ተባሂሎም ይፅውዑ ማለት እዩ እቲ ካልኣይ ክንፈልጦ ዘለና ከዓ ሶፍትዌር ዝበሃል ከዓ ነገር ከዓ ኣለና ማለት እዩ ሶፍትዌር ኢዝ ኤኒ ሰት ኦፍ ኢንስትራክሽንስ ዛት ቴልስ ዘ ሃርድዌር ዋት ቱ ዱ ኤንድ ሃው ቱ ዱ ኢት ማለት እዩ ሶፍትዌር ኢልና ንፅውዖ ከዓ ብኢድና ክንድስሶ ዘይንኽእል ዋላ ብዓይና እውን ክንሪኦ ዘይንኽእል ነገር ኮይኑ ግን ነቲ ኣብታ ኮምፒውተርና ዘለዉ ኮምፖነንትስ ብምልኣቶም መልእኽቲ ወይ ድማ ትእዛዝ ብምስዳድ ስርሖም ንክሰርሑ ዘኽእሎም ነገር እዩ ማለት ሓደ ሶፍትዌር ማለት ንኣብነት ኣብ ኮምፒውተርና ደርፊ ክንሰምዕ ምስ ንደሊ ሓደ ናይ ሜድያ ፕሌየር ሶፍትዌር የድልየና ማለት እዩ ፊልም ክንርኢ ምስ ንደሊ ሓደ ናይ ሜድያ ፕሌየር ቪድዮ ከፃወት ዝኽእል የድልየና ማለት እዩ። እታ ኮምፒተርና እውን ብዓባያ እንድሕር ድኣ ፋንክሽን ክትገብር ኮይና እንድሕር ክትሰርሕ ኮይና ከዓ ሓደ ኦፐሬቲንግ ሲስተም ዝበሃል ሶፍትዌር ከዓ የድልያ ማለት እዩ። ሕጂ ኣብ ውሽጢ እታ ኮምፒተርና ምስ ኣተና ከዓ ዝተፈላለዩ ሶፍትዌራት ንፅዕን ኢና ንሳቶም ከዓ ኣፕሊኬሽን ሶፍትዌር ተባሂሎም ከዓ ይፅውዑ ማለት እዩ። ሕጂ ኢንጀነራል ክንሪኦ ከለና ሓንቲ ኮምፒተር ብክልተ ነገር ዝቆመት እያ ማለት እዩ። ሃርድዌር ዝበሃል ክፋል ኣለዋ፣ ሶፍትዌር ዝበሃል ክፋል ከዓ ኣለዋ ማለት እዩ። ኤግዛምፕል ናይ ሶፍትዌር ክንርኢ ከለና ንኣብነት ዌብ ብራውዘርስ ኢንተርነት ኣብ ኣክሰስ ክንገብር ከለና እዚ ናይ ሞዚላ ሞዚላ ወይ ክሮም ወይ ኦፔራ ወይ ሳፋሪ ዝተባሃሉ ዝተፈላለዩ ብራውዘርስ ንጥቀም ኢና ማለት እዚኣቶም ኣፕሊኬሽን ሶፍትዌርስ እዮም ማለት እዩ ካልእ ከምዚ ኣነ ኣዳለዮ ዘለኹ ከዓ እዚ ናይ ፓወርፖይንት ተጠቂምና እውን እዚ ዝተፈላለየ ፕሬዘንቴሽንስ ክንሰርሕ ንኽእል ኢና ማለት እዚኣቶም ከዓ ሶፍትዌርስ እዮም ማለት እዩ ከምዚ ንሪኦም ዘለና እዚኣ እዚ እዚ ናይ ፓወርፖን መዳለዎ ዶ ማይክሮሶፍት ፓወርፖን ዝበሃል ኣፕሊኬሽን ሶፍትዌር እዩ እዚ ኣንቲቫይረስ ሶፍትዌር ኣለና ኣብዚ ከዓ ዝተፈላለዩ ብራውዘርስ ኣለውና ማለት ኢንተርነት ኣክሰስ ክንገብር ከለና ክሮም ዝበሃል ብራውዘር ኣለና ሳፋሪ ኦፔራ ኢንተርነት ኤክስፕሎረር ከምኡውን ሞዚላ ዝበሃሉ እዚኣቶም እቶም ኣዝዮም ዓበይትን ሽም ዘለዎም

ሕጂ ግራፊክ ዲዛይነር እንድሕር ኮንካ ምናልባት በዓል ኣዶበ ፎቶሾፕ ጽዒንካ ትጥቀመላ ትኸውን ኮምፒተርካ ሓደ ሲቪል ኢንጂነር እንድሕር ኮይኑ ከዓ ኣውቶካድ ዝበሃል ኦፐሬቲንግ ሬታ ኣፕሊኬሽን ሶፍትዌር ፅዒኑ እውን ዝተፈላለዩ ዲዛይንስ ክሰርሕ ከዓ ይኽእል ማለት እዩ ምናልባት ሴክሬታሪ እንድሕር ኮይና ከምዚ ናይ በዓል ማይክሮሶፍት ወርድ ምስ ኮምታት ዝመሳሰል ናይ ፅሕፈት ሶፍትዌራት ክትጥቀም ትኽእል ትኸውን ማለት እዩ ምናልባት ኣብ ናይ